ብጣዕሚ እንዴት ዘፍቅራ ክንደይ ግዜ ንፍቅሩን ሓቲተያ ኣብያትኒያ ዝከፍኣ ድማ እንዳነዓቅትኒ ተዋሪደ ፈጺማ ገጽ ዝብሓል ኣይትህበኒያ ኣና ከኣ ገጽ ኣብ ዝከልኣትኒ ግዜ መመሊሰ ይፈትዋ ይጽለለላ እቲ ዝከፍኣ ከኣ ነጻያ ኣፍቃሪ ዝብሓል የብላን ምክንያት ኣይኮን መበሊኣውን ኣይፈተውካን ኢልካ ምባል ሓሊፋ ኣይትነግረኒያ ሕጂሲ ነዛ ጓል ዝውንና ዶ ይመስለካ በጃኻ ተገዲስካ መልሰለይ ኣብ ኤሮጳ ውን ዘለኹም። ኣብ ኣለም ዝርዳኣካ ሰብ ረኪብካ በቲ ቅኑዕ መንገዲ ፍቅሪ ምስ ተስተማቅር ከም ፍቅሪ ዝጥዕም ነገር የለን ናብ ሕቶካ ምስ ንምለስ ግና ብዙሕ ኮለል ከይበልና በቲ ትከዶ ዘለካ መንገዲ ክትረክባ ዝሕሰብ እዩ ግዜካ ንከንቱ ኣይተጥፍእ ነቲ ብዛዕባኣ ክትሓስቦ ክትጭነቕ ተጥፍኦ ግዜ ኣብ ዝጠቅም ነገር ኣውዕሎ። ተምሓር፣ ስራሕ፣ ብቁጠባውን ስነ-ኣእምሮኣዊን ነብስኻ ህነጽ ሽኡ ከም ሽኮር ዘርኣየ ጻጸ ምሽ ከይደለኻየን ጠዊቐን በኣላተን ክመጻኻየን ብዝኾነ በቲ ትኸዶ ዘለኻ መንገዲ ክሰልጠካ ኣይትሕሰቦ ሽሕ ግዜ ፈተዋ ደኣ እምበር ንዒቐትኒ ትብል ኣለኻ ድሕሪ ንዕቐት እንታይኻ እሞ ትጽበ ዘለኻ እዛ ጓል ቁሩብ ኣብ ልዕለኻ ተገዳስነት እንተ ዝሕልዋ ከማን ካልእስ ይትረፍ ናይ ንዕቀት ምልክት ኣይመርኣትካን። ብፍላይ ኣብዚ ግዜ'ዚ እሞ ከኣ ኣብ ኤውሮጳ ንሓንቲ ጓል ሽሕን ሚእትን ኣወዳት ከም ዝድውሉላ ኣይትረስዕ። ንዓኻ መዓንጣ ክብድኻ ዘሕርር ዘረባ በዚ ተዛሪባ ድሮ ረሲዓትካ በቲ ምስ ካልእ'ያ ተዕልል። በቲ ካልእ ሸነኽ ድማ ብኣል ቲክቶክ ዶ ገለ ኣብ ግምት የእትዉ ካብ ኮነ ትዝክረኒ ኢልካ ኣይትሕሰብ እንተኾነ ንስኻ ዋላ ሓደ ጌጋ የብልካን ንምንታይ ምስ ኣብ ፍቅሪ ሒዙካ ክብሃል ኣይክእልን እዩ ፍቅሪ ኣዳሕሊሉ ዝሕዝ ፈቲኻ ዘምጻእካዮ ነገር ስለዘይኮነ ኮይኑ ንክትውንና ጽኢርካ ግና ኣይከውንንዩ ካብ ምባል ሓሊፋ ንዒቃትካ ካብ ኮነ ንሓደ ሰብ ድማ ብሓይሊ ኣፍቅረኒ ክትብሎ ኣጸጋሚ እዩ። እቲ ካልእ ሰብ እውን ኣይከውንን እዩ ናይ ምባል መሰል ኣለዎ። ስለዚ ኩሉ ፈቲንካ ካብ ዘይሰለጠካ እንታይ ትጽበ ኣለኻ? ጸዓዳ ይጽናሕኺ ኢልካ ጉዳይ ህይወትካ ምግባር እዩ እምበር። ፈቲንካ ምስላጥ ካብ ኣበየካ ኢድካን እግርኻን ኣርኒብካ ህይወትካ እንዳመራሕካ እውን ክትፍትኖ ትኽእል ኢኻ። ጎኒ ጎኑ ድማ ምኽንያት ዘይመቀበሊኣ ንነብስኻ ፈትሽካ ዘይከውን ነገር ብዝኣ ነብስኻ እንተ ኣስተባሒልካ ክትኣልዮ ፈትን ንኣብነት ሕማቅ ወልፍታት ድዩ ካልእ እዚ ክባሃል ከሎ ግና ዘይነብስኻ ምሰ ማለት ኣይኮነን ሽዑ ዕድል እንተ ጌርካ ምናልባት እግርኻ ኣብ ዘሐጸርካሉ ስዓት ዋላ ድኣ ትርብሻ ንበር ድኣ እምበር ትናፍቆ ትኸውን ካብ ኮነ ክትድውለልካ ትኽእል እያ እንታይ ድኣ ጠፊእኻ ክትብል ትኽእል እያ ናይ ክትድውለላን ክትረኽባን ኣንፈት እንተሪኣ ግና ብታሓጎስ ጸደፍደፍ ከይትብል ሕድእ በል። ድሮ ዝቐበጽካያ ጓል ክሳብ ዝኾነ ትኺ ትምጻእ ዘገድሸካ ኣይኮነን። ስለዚ ሕድእ ኢልካ ብልዓሊ ክትከውን ፈትን። ነገራት ብጠበብ ሓዞም። ካብ ናይ ዝቐደመ ጌጋታትካ ተኣረም ተመሃር። ብዝተኻእለ መጠን ንሳ ትድለየካ እምበር ንስኻ ኣይትድለያ። ኣብ መስርሕ መን ይፈልጥ ከምቲ ትፈትዋ እትፈትውካ ትኩን። ትገብሮ ዝነበርካ ነገራት ገዲፍካ ስቅ ምስ ትእልሙም ብኡ ኣቢላ እንተ ኣጽቂጣ ግና ክጅመር ውን ዘይናትካ ስለ ዝኮነት ክብረትካ ሒዝካ ስቅ ምባል እዩ። እዚኣ እንተ ከደት ሰዓቱን ጊዚኡን ምስ ኣከለ እታ ሓንቲ ስለ ትመጽእ ውን ኣይትሸገር ኣይትረበሽ ጸደፍደፍ ኣይትበል ሂወትካ ኣይተበላሹ መኣዘን ኣንፈትካ ኣቅኒእካ ናብራካ ግበር። ብዘይዋኣ ክነብር ኣይክእልን'የ ዝብል ናይ ሰናፋት ኣበሃህላ ኣብ ሓንጎልካ ኣይትኣቱ። ቅድሚ ንዓ ምፍላጥካ ብኸመይ ድኣ ትነብር ኔርካ? ንዝሓተትካዮ ሕቶ መዛዘሚ ምስ ንገብረሉ፣ በዚ ትኸዶ ዘለኻ መንገዲ ክሰልጠካ ስለ ዘይክእል፣ ኩሉ ገዲፍካ ውራይ ንገዛእ ነብስኻ ኣብ ምምዕባል ተጸመድ። ኣብ ሂወትካ ዓወት ኣሳልጦ ትምነዮ ፍቅሪ ክሕበካ ድማ ትምኒትና ንገልጸልካ ጽቡቅ ዕድል ሰሰናዩ።